ሃይ ጋይስ ከመይ ቀኒኹም ከመይ ትኾኑ ሰላም ዲኹም ኣነ እግዚኣብሔር ይመስገን ፅቡቕ ኣለኹ ሎማዓንቲ ካብ ሓድሽ ቪድዮ መፅእ ኣለኹ ማለት እዩ ሎማዓንቲ ካብታ ናይ ብቐዳማይ ፓርት ቱያ ማለት እዩ ከይነውሕ ኣሰልቻዊ ከይከውን ኢለ ኣብ ክልተ መቂለዮ ኣለኩ ናይ ክሽነን ናይ ሳሎንን ማለት እዩ ከምዚ ዓይነት ሞቲቬት ዝገብር ቪድዮታት ትደልያ ትኮንክን ኣብ ታሕቲ ጸሓፋለይ ሒዘልክን ክመጽ እየ ማለት እዩ ናይ መደቀሲ ናይ መደቀሲ ቆልዑ እንዳበልና ክንመሃሃር ኢና ንስኽን ትፈልጦ ኣነ ከዓ ዝፈልጦ እንዳተመሃሃርና ክንከይድ ኢና ብሩኻት ነቶም ዘይትፈልጡኒ ሽመይ ሰምሃር እበሃል። ኣብዚ ቤትና ቲዩብ ብዙሕ ዓይነት ቪድዮ ኣሎ። ናይ ገዛ ምልዓል፣ ድስትና ከመይ ጌርና ብቐሊል ኣገባብ ነጽሪ፣ እንጀራ፣ ጽቡቕ ገለ ዓይነት ዝኾነ ከኣ ሕምባሻታት በብዓይነቱ ንበርዘይ ንፕሮግራም ዝኾነና ብዙሕ ብዙሕ ቪድዮታት ኣሎ። እንዳእተኹም ኣብዛ ቤትና ቲዩብ ትብል ምስ ጠወቅኩም ቪድዮ ስብል ምስ ጠወቅኩም ኩሉ ክመጸኩም እዩ ማለት እዩ። ከምቲ ትሪእዮ ዘለኽን ዛሕዛሕ ኢሉ ኣሎ ምኽንያቱ ሕጂ ሳመር ስለ ዝኾነ ቆልዑት ሒዝካዮም ትወፅእ ትምገብ ምሽ ኣቐምጥ ኣቢለያ ኸይድ ኣብ ገለ ንኸይድ ኣቐምጥ ኣቐምጥ ኣቢልናዮ ንኸይድ ንዕኦም መታን ቆልዑት እዮም ኣብቲ ዝፃወትሉ ግዜ ግድን ኢና ግዜ ክንቦም ንስኽንከ ከመይ ትገብራ ብሩኻት ኣብዚ ዓዲ ሰዓት ኣይኣኽለካን እዩ ትሪእኽ ናብቲ ትኸይድ ኣብቲ ትኸይድ ቢዚ ማለት እዩ ብኸመይ ይኸይድ ግዜውን ኣይርደኣካን እዩ ናተይ ምሸት ምሸት ናተይ ኣገባብ ናይ ጽሬተይ ግን ነዚያ ትመስል ማለት እዩ ዝበዝሐ ግዜ ምሸት ኣላዓል ያ ኦፍኮርስ ንጎ ከማን ተላዓል ኢኻ ግን ብሓፈሻ እንተ ደኣ ገዛና ኣላዒልናዮ ሓዲርና ንጎ ክንትስእ ከለና ጽፍፍ ኢሉ ጽርይ ኢሉ ክጸንሓና ከሎ ኢነርጂ ንገብር ማለት እዩ ስለዚ እዚያ ወይ እዚያ ብጣዕሚ እየ ዝፈትዋ እስኽንከ ከመይ ትገብራ? ኣብ ታሕቲ ፀሓፋለይ ኩላትና ከዓ እንዳተሓጋገዝና ንኸይድ ማለት እዩ ሽዑኡ ምውልዋልስታት ከዓ ከወዓየሉ ዝወዓልኩ ገለመለ ኣፀራሪ ክነብሎ ኢና ካልእ ኣብዚ ሾሻል ሚድያ ዘይጥቀም ሰብ የለን ሕጂ ገለ ብዛዕባኡ ከዓ ክንዛረብ ከመይ ዓይነት ሪኣክት ትገብሩ ኣነ ኣብዚኣ ዝሓለፈት ቪድዮ ጠፍኤ ስለ ዝቐንኹ ምስ መፃኹ ናይ ብዙሕ ዓይነት ሰባት ርኢቶ ክሰምዕ ቀንየ ማለት እዩ ስለዚ ከመይ ሪኣክት ትገብሩ ፕላስ ከዓ ቅድሚ እዚኣ ቪድዮ ፖስት ምግባረይ ሪከርድ ምግባረይ ከዓ ሓንቲ ሓፍትና ኣብ ቲክቶክ ትዛረብ ነይራ እሞ ገለ ብዛዕባኡ ከዓ ክዛረብ እስኹም እስከ ከመይ ሪያክት ትገብሩ ቪድዮታት ሶሻል ሜድያ ዘይጥቀም ሰብ የለን ብሕልፊ ዩቱብ ከምኡውን ቲክቶክ ማለት እዩ ቲክቶክ ሓፀርቲ ቪድዮ ስለዝኾነ መብዛሕትኡ ሰብ ቲክቶክ ክጥቀም እዩ ኣብዚ ሕጂ እዋን ማለት እዩ ስለዚ እቲ ንሪኦ እቲ ናትና ድሌት ዳኣ ይፈላለ እምበር ብዙሕ ሰብ ቲክቶክ ንርኢና ማለት እዩ ሓንቲ ሓፍትና ኣላ ፍዮሪ ትበሃል ክትዛረብ ሰሚዐ እያ ማለት እዩ ብጣዕሚ እዩ ዘሕፍር ምሽ ዘፅላኣካ ነገር ሕጅስ ምስቲ ናተይ ሪያክት ዝተገበረ ቪድዮ ናታ ከዓ ምስ ረኣኹስ ብጣዕሚ ተገሪመ ማለት እዩ ናተይ እኳ ሓቂ ተሓይሽ ብፅቡቅ ሕማቅ ዝበሃል የብሉን ግን ከምዚ ዓይነት ክትርኢ ከለካ ከዓስ መሾክ ትከውን ትጸልኦ ከመይ ሪኣክት ትገብሩ ሓንቲ ቪድዮ ተመጺኩም ኣብ ሶሻል ሚድያ ኣብቲ ናትኩም ዩቱብ ይኹን ኣብቲ ናይ ቲክቶክ ይኹን ከመይ ሪኣክት ትገብሩ ኣነ ከም ሰምሃር እንተ ጠቃሚ ኮይኑ ሕብረተሰብ ዘይጸርፍ ዓሌት ዞባ ዘይልዕል ሰብ ተኾይኑ ይፍለጡ ኣይፍለጡ ነቲ ሰብ ሳብስክራይብ ገይረ ላይክ ገይረ ወፅእ ፈለው ገብሮ ኣብ ቲክቶክ ተኮይኑ ብኢንስታግራም ከዓ ፈለው ገይረ ልቢ ቅርፂ ሂበ ወፅእ ኣገዳሲ ተኮይኑ ከዓ ኮመንት ኣፕሪሽት ገይረ ነቲ ሰብ ኣድኒቀ ከዓ ይወፅእ ማለት እዩ ብዙሕ ፀሓፊት ኣብ ኮመንት ኣይኮንኩን እንተ ዘየገዳሲ ቪድዮ ኮይኑ ከዓ ኖት ኢንተረስት ትብል ኣላ እሳ ጥውቓ ኣይመፀንን እዩ ናባይ ገፁ እቲ ቪድዮ ማለት እዩ ንኩልሽ ግዜ ስለዚ ኣነ ከም ተምሃርኮሙ ሪኣክት ትገብር እስኹም ከ ከመይ ትገብሩ እዚኣ ሓፍትና ሕጂ ሓሪሳ ኣይፈልጣን እየ ሓቂ ትሓይሽ ምስ ረኣኹ ቪድዮኣ ከምኡ ክትብል እየ ሰሚዐያ ሽኡ ኣብቲ ናታ ቪድዮታት ኣትየ ተረኣኹ ኣዝዩ ኣዝዩ ኣዝዩ ጠቓሚ ቪድዮ እያ ተምፅእ ስለዚስ ንምንታይ ኢና እሞ ከኣ ብተፈጥሮ ነገር ክትዛረብ ጽቡቅ ኣይኮነን ሽኮሪና ሓፍትና ጽቡቅ ንሕብረተሰብ ጠቃሚ ዝኮነ ነገር እያ ተምጽእ ፍዮሪ ሓፍትና ኣትየክን ክትርእዮ ትክእላ ኢክን ኣብዚ ጀርመን እያ ትቅመጥ ሽኮሪና ጓል እያ እና ሓሪሳ ከምኡ ጽሒፈን ኣላ ማለት እዩ ከብድኪ ገጂፉ ገለ ገለ ብዙሕ ነገር ማለት እዩ ኣይ ቲንክ ከማን ዝፈልጣ እየን መስለኒ እተን ሰባት ከምቲ ትብሎ ነበረት ማለት እዩ ስለዚ ሲ እንታይ ኣድሊ እንድሕር ደኣ ዘየገዳሲ ኮይኑ እቲ ቪድዮ ንምንታይ ነቲ ሰብ ንፀርፎ ኮመንት ሕማቅ ጌርና ወይ ዲስላይክ ጌርናስ ንምንታይ ሕልፍ ምባል ዶ ኣይሓይሽን ካልኣይ ዝተዛረበቶ ሕማቅ ነገር የብላን ዝገበረቶ ሕማቅ ነገር የብላን ስለዚ ክንዲ ኣዋልድ ኮይና ንዋልድ ሳፖርተር ንገብር ዝምህር ቪድዮታት ሒዘን ክመፃ ከለዋ ክንዲ ነተባብዕ ኣጆኽን ንብልሲ ንምንታይ ከምኡ ጌርና ሰብ ክስታይ ንገብር ማለት እዩ ብዝተኻለና ላይክ ንገብር ኮመንት ክንፅሕፍ ዘይክእልና ኸዓ ፀገም የብሉን ሼር ተጌርና ኸዓ ፅቡቕ ሳብስክራይብ ተጌርና ኸዓ ዝበለፀ እምበር እዚ ምፅርራፍ ንድሕሪት እዩ ዝጎተካ እምበር ዋላ ሓንቲ ጠቅሚ የብሉን ብሩኻት እሞ ኸዓ ምስ ትፈልጦ ሰብሲ ዘራኽበካ ክህሉ ክእል እዩ ኣይዶኖ ምስ ዘይትፈልጦ ሰብ ግን ፅቡቅ ኣይኮነን እና እዚኣ ሕሰባላ እንታይ ትብሉ እስኹም ከ ኣብ ኮመንት ፀሓፋለይ ፍዮራ ሓፍትና በዚ ኣጋጣሚ ከዓ እንድሕር በፂሕዋ እዚ ቪድዮ እንኳዕ ማርያም መሓረትኪ ክብላ ይፈቱ ማለት እዩ እና ሽኮሪናታት ከምኡ ክብለኩም እፈቱ ንደጋገፍ እምበር ኣዋልድ ነዋልድናስ ከምዚ ዓይንኹም ክብል ይፈቱ ብዝተኻለኩም መጠን ሳፖርት ተተገባቢርና ዝበለፀ እዩ ወዲእ ኣለኹ ኣነ እውን ስርሐይ እንዳ ጉሓፍ ኣውፅኤ ታን ጉሓፍ ክሓድራ ስለ ዘይብለን እሰንኪ ኣውፅኤክ ኣብቲ ኣፍደገ ገብረይ ንጎ ክጉሕፎየይ ቅይሪሪ ኣቢለ ውሉሉሉል ኣቢለ ክሓድሬ ማለት እዩ ሕጂ መሲ ንታሕቲ የወርድኒ ውሉልል ኣቢለ ተሓፂበ ኣብዛ ደቃሰይ ማለት እዩ ንጎ ክትስእ ከለኹ ኣዝዩ ፅርይ ዝበለ ደስ እንዳበለኒ ምስ ኢነርጀይ ክትስኢ ሽኮሪናታት ከምዚያ ትመስል ናይ ሎማዓንቲ ቪድዮ ከምዚ ትርእዮ ዘለኽን ክውልውላ እየ ውልውል ኣቢለ ፊንስትራታት ከፊተ ተሓፃፂበ ክድቅስ እየ ማለት እዩ ሽኮሪናታት ክትርእየኽን ምስ ኣፀራረኹ ከዓ ከርእየክን እየ ኣቕሪበ እንተ ደኣ እዚ ቪድዮ ፈቲኹሞ ሕጂ እውን ላይክ ሼር ሳብስክራይብ ሳፖርት እንዳተገባበርና ንኺድ ከብለክን ይፈቱ ማለት እዩ ከምዚ ፋፋህ ቢል የለኹ ኩሉ ከምዚ ትርእዮ ዘለኽን እምበኣር ብሩኻት ብኻልእ ቪድዮ ብኻልእ ስራሕ ስካብ ንራኸብ ኣብ ዘዘለናዮ ሰላም ቅነ